ሰላም ሰላም ሰላም ንኩልኹም ተኸታተልቲ መደብ ኣውራ ፕረስ ሰላም ንቤተሰብ እዛ ቻናል ናተይ ዝኾንኩም ኩልኹም ክቡራት ኣሕዋት መቸም ሳብስክራይብ ግበሩለይ ምባል ፀገም ኣይኮነን ሳብስክራይብ ግበሩ ምባል ዕድል ምሃብ እዩ ማለት እዩ ሰማዕቲ ምብዛሕ ማለት እዩ ላይክ ግበሩለይ ግን ዝበሃል ኣይመስለንን ምክንያቱ ሓደ ሰብ ላይክ ዝገብር ደስ እንተይልዎ እዩ ደስ ተዘይልዎ ድማ ዲስላይክ እውን ኣሎ ወይ እውን ስምዒት ዘይህቦ ተኮይኑ እውን ገዲፍዎ ክወፅእ እዚ ማለት ሪኣክሽን ነቲ ኣቕራባይ ስለ ዝኾነ ላይክ ግበሩለይ ኣይበሃልን እዩ ደስ ዝበሎ እዩ ላይክ ዝገብር ሳብስክራይብን ሸርን ግን ሸር ድማ ንካልኦት ዘይበፅሖም ንካልኦት ሰባት ዕድል ንምርካብ ተባሂሉ እዩ ዝግበር ማለት እዩ ስለዚ ሳብስክራይብን ሸርን ግበሩለይ ክቡራት ተሕዋት ይብለኩም ኣለኹ ሓውኹም ኣውራ ፕረስ ሎም መዓልቲ ክዛረበሉ ደልየ ዘለኹ እምበኣር ሕማም ጎረቤትስ ተመሓላላፋይ እዚ ምስላ እዚ ብቐጥታ ነዚ ኣቐድም ቢሉ ፅምዶ ተባሂሉ ተገይሩ ዘሎ ብወገን ሻዕብያን ብወገን ወያነን ማለት እዩ መቸም እዚ ፅምዶ እዚ ከም ዓይኒ ሓቂ ክንሪኦ ከለና ማለት እዩ ጽምዶ ጸልማት ተስፋ ንህዝቢ ዘይህብ ብዘካ ናይ ፖለቲከኛታት ድሕነት ዝሕሉ ብፍርሂ ብሻቕሎት ዝመፀ መሰረት ኣብ ህዝቢ ዘይገበረ ምዃኑ ብዙሓት ክንርድኦ ንኽእል ኢና ማለት እዩ እንታይ እዩ እዚ ፅምዶ እዚ መጀመርያ ብሃታሃታ ዝተገብረ ሕጊ ዘይቀደሞ ፍትሒ ዘይቀደሞ ተሓታትነት ብዛዕባ ዝተገብረ እውን ዘይቀደሞ ብይኹን ይኹን ተባሂሉ ብሃታሃታ ዝተገብረ ምዃኑ ፍሉጥ እዩ ማለት እዩ እዚ ድማ እንታይ እዩ ሻዕብያ ካብ ዝነበሮ ወጥሪ ብርግፅ ካብ ትግራይ ይፈርህ ነይሩ እዩ ውሕስና ይወሃበኒ እናበለ እውን ይጠርዕ ነይሩ እዩ ትግራይ ድማ ደጊሞም ኣብን ማለት እቲ ፌደራልን ሻዕቢያን ፈላሊኻ ንምፍል ፈላሊኻ ጸላኢኻ ንምፍልላይ ዝብል ዕላማ ተወሲዱ ክኸውን ይኽእል እዩ ከምኡ ኢለ ዝግምት ነይረ እውን ኣብቲ መጀመርያ ማለት እዩ ስለዚ ንሓደ ፀላኢ ከም ፈታዊ ምግባርስ ሓደ ናይ ፖለቲካ ሜላ እዩ ካብ ዝብል እንድሕር ዳ ወሲድናዮ ማለት እዩ ግን ብየናይ መሰረት ምክንያቱ እቲ ኣብ ትግራይ ዝተገብረ ብወፍሪ ሻዕቢያ ኣብ ምንም ግዜ ይቕረ ክበሃሎ ዘይክእል ዓቢ ዓቢ ዓቢ ዓቢ ሓጢኣት እዩ ብውሕዱ እዚ ፅምዶ እዚ ክግበር ከሎ ነዚ ሽግራት እዚ ፈቲሕካ ተሓታትነት ጌርካ እንተዘይኮይኑ ሎሚ እቶም ኣብቲ ግዜ እቲ ኡይ ንብል ነበርና ጀኖሳይድ ይግበር ኣሎ ንብል ዝነበርና ሎሚ ብዛዕባ ጀኖሳይድ ከም ዝተገብረ ኣብ ትግራይ ከተልዕል ከለካ ተጋሩ ባዕሎም ዝቃወሙካ ግዜ እውን መፂኡ እዩ ማለት እዩ ብዓብዩ ርኢናዮም ኢና ኣብቲ ሰበ ስልጣን ጀኖሳይድ ጀኖሳይድ ኣይትበሉ መመሊስኩም ክስታይ ትቐስቅሱ ገለ እናተባህለ ማለት እዩ ስለዚ እዚ ፅምዶ እዚ መቸም ነቶም ፖለቲከኛታት ጥራይ እዩ ንህዝቢ ዋላ ሓንቲ ኣርእስቲ ይኮነን ማለት እዩ ምክንያቱ እንታይ እዮም ዝህቡ ምክንያት ከዓ ህዝቢ ንህዝቢ እዩ ይራኸብ ኣሎ እንዶ ዋእ እዚ ተቆፂሩ ዝኸይድ ካብ ሻዕብያ ተቆፂሩ ዝኸይድ ህዝብስ ይራኸብ ኣሎ እንዶ ክትብሎ ብቁፅሪ ዝምለስ ብቁፅሪ ዝኣቱ እሱ ይኮነን እዚ ካብ ስግኣትን ካብ ጭንቀትን ዝወለዶ እዩ ምክንያቱ እንታይ እዩ ሓደ ከምቲ ዝበልኮ ትግራይ ዝነበረቶ ወጥሪ ተራእዩ ብወገን ሻዕብያ ዝመፀ ሕቶ ክኸውን ይኽእል እዩ እዚ ንስኻ እንታይ እዩ ትግራይ ከፊእዋ ከሎ ሕጂ ንወያነ ዘቕረብካሎም ሕቶ ሕጂ ኣታ ግዜ ተባሂሉ እዩ ኣብ ወጥሪ ግዜ ከምዚ ዕውርትን ፅልልትንስ ማጨሎ ትራኸባ ዝበሃል ኣሎ ክልቲኦም በብሽግሮም ተራኺቦም ክኾኑ ክእሉ እዮም ማለት እዩ ዜሩ ዜሩ ግን እቲ ሕማም ጎረቤት ተመሓላላፋይ መቸም ለዋህ በጊዕ ምስ ተኹላ ዕርክነት ኩሉ ግዜ እቲ ተኹላ ይሰዓር ማለት እዩ ሻዕብያ ድማ ናብኡ ናብቲ ናቱ ስርዓት ከምፃካ ናብቲ ናቱ ሲስተም ከምፃካ እምበር ሻዕብያ ዝቕየር ኣይኮነን ሻዕብያ ዝቕየር ኣይኮነን። ስለዚ እንታይ ተራእዩ ፅምዶ ተገይሩ እንድሕርዳ ኢልና መጀመርያ ሓደ ስርዓት ኣብ ገዛእ ህዝቡ ብትሪኦ ሰላም ኢኻ ፅምዶ ክትገብር ትኽእል ነቲ ህዝበይ ዝብሎ ፀላእየ እኳ ዝብሎ ግን በቲ ቅርፂ ግን ህዝቢ እዩ ነቲ ህዝቢ ኤርትራ ይመርሕ ኣለኹ ዝብል ስርዓት እዩ ስለዚ ንዝፀልኦ እዩ ዘመሓድሪ ዘሎ ብርግፅ እሱ ንፈልጦ ኢና ግን ኣብ ህዝቡ ሰላም ዘይገበረ ንሃገሩ ውሕስነት ዘይህብ ብዛዕባ ሃገሩ ዘይግድሶ እናተረኣየ እንታይ ርኢኻ ሊኻ ፅምዶ ትብል እንተዳ ኢልካ እዚ ናይ ናይቲ ሓልወኒ ክሕልወካ ሕኸኸኒ ክሓከካ ዓይነት ናይ ጉርሕን ሽርሕን ዘለዎ እንተዘይኮይኑ ትርጉም ዘለዎ ነገር ኣይኮነን ማለት እዩ እዚ ድማ ብርግፅ ማለት እዩ ምስ እሳያስ ዝጠፍእን እሳያስ ከሎ ዝጎልሕን ጥራይ እንተዘይኮይኑ ቀጻሊ እውን ኣይክኸውን እዩ ማለት እዩ ገለ መሰረት የትሕዝ እንተዘየልዩ ሕጂ ብርግጽ ከምዚ ዝኸዶ ዘሎ ድሕሪ እሳያስ ቀጻሊ ኣይኮነን ምዃን ኣብይዎም እንተዘይኮይኑ ክንደይ ትሕም ትሕም ዝብሉ ወይ እውን ነዚ ዘይቅበልዎ ብዙሓት ኣለዎ ማለት እዩ ኢብን ካብ ተጋሩ ይኹን ካብ ኤርትራ ይኹን ስለዚ እዚ ፅምዶ እዚ እምበኣር ከምዚ ካብ ኮነ ብመጠኑ ኣብ ተሓሕት ህወሓት እንዳተባሃለ ክመፅእ ከሎ ካብ ሜዳ ትሒዝካ ማለት እዩ ኣቦቃቅሎኦም በበይኖም እዮም ነይሮም ከም ዓይኒ ሓቂ ክንዛረብ እንድሕር ዳ ኮይና ህወሓት ኣብ ሜዳ ከሎ ብውሕዱ ዝኸዶን ዝነበረ ኣካይዳ ምናልባት ዝተወሰነ ዓመታት ሓደገኛ ከይዱ ክኸውን ይኽእል እዩ በዓል መለስ ድሕሪ ምምራፆም ኣብ ሜዳ ዝመፀ ለውጢ ግን ዓብ ለውጢ እዩ ኣብ መንጎ ሻዕቢያ ሻዕቢያ ነን ዝተቃወማን ደልያን ሃሰስ ኢላን ምሁራትን በላሕቲ ኣእምሮን ተጥፍእ ዝነበረት እያ ወያነ ግን እዚ ኣይገበርዎን ኣብ ወያነ ዝቃወም ሰብ እንድሕር ደኣ ሃሊ ኮይኑ ብዙሓት ኣለዉ ምስክራት በዓል ግደይ ዘራፅዮን ባዕሎም ብሓደ ክንሰርሕ ኣይንኽእል ኢና እሞ ዕድልካ ፈትን ወይ ንደገ ውፃእ ተባሂሎም ኣብ ሱዳን ወይ ብዘይትምለስ ኣድጊ ወይ ብትዮታ ኣፋንዮም ዘፋነውዎ እዮም እዚ ንገዛ ርእሱ እንታይ እዩ መሰል ደቂ ሰባት ምሕላው ማለት እዩ። ተጋደልቶም ከም ተጋዳላይ ሻዕቢያ ኣይግረፍን እዩ። መጀመርያ ኣብ ተጋደልቶም እዮም ዲሞክራሲ ተኣታትዮም ማለት እዩ። ብድሕሪኡ ድማ ርኢናዮ ኣብ ኢትዮጵያ ድማ ብመጠኑ ክሳብ ሕጂ ኢትዮጵያ ካብ ትበሃል እቲ ዝሓሸ ስርዓትን ዝሰጎመ ስርዓትን ከዓ ናቶም እዩ ነይሩ። ናይ ዲሞክራሲ ኣምር እውን ኣተኣታቶም እዮም ምውዳቆም እውን ብከምኡ እዮም ወዲቆም ወይ እውን ብከምኡ እዮም ሰልፊ ስለ ዝፍቀድ ምዝራብ ስለ ዝፍቀድ ብመጠኑ ኣብቲ ውሽጢ እኳ ገለገለ ዓመፅ እንተሃለዎ ግን ብመሰረቱ ሰልፊ እንድሕሪ ዝፍቀድ ነይሩ ሰልፊ ገይሩ ይውዲቕዎም ትሰብ እቲ ተቃዋሚ ማለት እዩ ስለዚ እዚ ዲሞክራሲ እዚ ኣተኣታትዮም ማለት እዩ ኣብ ኢትዮጵያ ዝተገብረ ለውጢ ንሪኦ ኢና ማለት እዩ ስለዚ ኣበቃቅሎም በበይኖም እዮም እሞ ብከመይ ደኣ እቲ ፅምዶ ደኣ ክኸውን ይኽእል ሕጂ እንታይ ደኣ ተረኪቡ ሓድሽ ነገር ሻዕብያ ድዩ ተመሓይሹ ወይ ኣብ ህዝቡ ለውጢ ገይሩ ድዩ ናይ ፖሊሲ ለውጢ ገይሩ ድዩ እቲ ሒዝዎ ዘሎ ፖሊሲ ኤርትራውያን ምፅናት ኤርትራውያን ምጥፋእ እዩ ካልእ ዋላ ሓንቲ ዝስምዐን ዝረአን የብሉን ስለዚ ትግራይ ከ ወይ ወያነ ከ ንትግራይ ሒዛ ምስ ሻዕብያ ፅምዶ ምግባር ከ ንትግራይ ድሕነት ኣለዎ ድዩ እንዳሃለ እኮ እዚ ሕጂ ንሪኦ ዘለና እኮ ሕጊ ሻዕብያ ኣብ ትግራይ ይግበር ኣሎ ከም ዓይኒ ሓቂ እዚ ዝኸውን ዘሎ ግፋ ተራእይ ዘይፈልጥ ዕምብረ ገይሮም ንሰብ ብሓይሊ ገፊፍካ ተጋድሎ ዲኻ እዚ እኮ ናይ ሻዕብያ ስርዓት ዝገብሮ እኳ እዩ ብሓይሊ ዘጋደልካዮ ገፊፍካ ኸ እንታይ ቁም ነገር ክገብረልካ ይኽእል ሰራዊት ኣብይ ከም ሰራዊት ኣብይ እዩ ክኸውን ብርግፅ ማለት እዩ። እንታይ ነጋሪ ደልዩ ህዝቢ ትግራይ ነዚ ለባም ህዝቢ ሲ እንድሕሪ ኣብ ሓደጋ ሊስ እንታይ ነጋሪ ደልዩ መን ኢልዎ ዶ ተኣኪቡ እዩ ኣብቲ ዝሓለፈ ግዜ ኣብ 220 መንእሰይ ኣዴታት ህፃናት ክሕረዱ ምስ ጀመሩ ክቕተሉ ምስ ጀመሩ እኳ እዩ ሆይሉ ተስኡ ባዕሉ ብጥሩምባ ድዮም ጸዊዖሞ እሞ ሕጂ ሓደጋ እንድሕር እልዩ ደኣ እሱ ዶ ኣይኮነን እቲ ሰብ እሱ ዶ ኣይኮነን እቲ መንእሰይ ስለዚ ሕማቅ ውርሻ እዮም ዝወርሱ ዘለዉ ማለት እዩ ሕጂ በዓል ኩፉእ ኣመል መጥፍእ ፅቡቅ ኣመል ዝበሃል ኣሎ ዶ ሻዕብያ ርኢና ኢና ካብ ዝምስረት ኣትሒዙ ክሳብ ሕጂ እቲ ዝሓዞ ናይ ምፅናት ዕላማ ክሳብ ሕጂ ይቕፅሎ ኣሎ ድሕር እውን ኣይበለን ስለዚ ብሓፂሩ እንታይ እያ ትኸውን ዘላ ሕጂ ሰፋሕ ኤርትራ ዓባይ ሲኦል እያ ትምስርት ዘላ ማለት እዩ እቲ ከፊእና ኢልና ካብ ትግራይ ኣይሚን ይቕሬታ ካብ ኤርትራ ናብ ትግራይ ክንወፅእ ከለና ሎሚ ጥር ዝብል ተቃዋማይ ኣብ ትግራይ ኣይክህሉን እዩ ማለት እዩ ስለዚ ክልል ትግራይ ሓፅሩ መንደቕ ናይ ሻዕብያ ኮይና ኣላ ማለት እዩ ስለዚ ዓባይ ሲኦል እያ ብርግፅ ሻዕብያ ድማ ኣብ ጥቕኡ ዲሞክራሲ ዘሎ ዋላ ፍትሒ ዘሎ ኣብ ጥቕኡ ጎረቤቱ ክህልውን ኣይደልን እዩ እዚ ናይ ናይ ዓመፅትን ናይ ዲክታተራትን ባህሪ እዩ ማለት እዩ ርኢናዮ ኢና እውን ኣብ ዝሓለፈ ግዜ እዚ ካድራቶም ባዕሎም ሰብ ኣኪቦም እዚ በሽቀጥቀጥ ዲሞክራሲ ናይ ወያነ ኣይጠቕመኩም እዩ ከምኡ የለን ኣባና ገለ ብሉ ነይሮም እወ ከምደየለስ ንፈልጥ ኢና ዲሞክራሲ ዘይምህላው ጥራይ ኣይኮነን ኣብ ሻዕብያ ዘሎ ካልእ እዩ ዘሎ እቲ ኩነታት ስለዚ ዓባይ ሲኦል ትምስረት ኣላ ማለት እዩ ሰፋሕ ኤርትራ እምበር ሰፋሕ ትግራይ ኣይኮነትን ትምስረት ዘላ ሕጂ እዚ ድማ ንዓና ሓደጋ ስለ ዝኾነ እቲ ነዚ ዝተረደ ኣካል ህዝቢ ትግራይ ይኹን ህዝቢ ኤርትራ ካብዚኦም ወፃኢ ሓቢሩ ክሰርሕ ክኽእል ኣለዎ እዚ ንሓደጋና እዩ ፅባሕ ንግሆ ምናልባት እውን በየናይ መገዲ ከም ዝተኣሳሰሩ ዘይፈልጡ በየናይ መገዲ ከም ዝበኣሱ እውን ኣይፈልጡን እዮም። ምክንያቱ እንታይ እዩ? ሓባእ ቁስሉ ሓባእ ፈውሲ እዩ። ቁስልኻ ዓቢጥካ ዝግበር ስምምዕ ድማ ውሽጢ ውሽጢ መመሊሱ እዩ ዝረክስ። ስለዚ ካልእ ግዜ ዘምፆ ሓደጋ እውን ክንፈልጦ ክንግምቶ እውን ኣይንኽእልን ኢና እሞ ኣብ መወዳእታ እንታይ ዝብል እዚ ፅምዶ እዚ ብርግፅ ተስፋ ዘይብሉ ፅምዶ እዩ ዝተገብረ ምምሕያሽ እውን የለን ብሰንኪ እቲ ፅምዶ መመሊሱ እቲ ናይ ስርዓት ሻዕብያ ዝገብሮ መቸም ሕግታት ኣለዎ ይንብልን ግን ከዓ መቐየዲ ሕጊ ጥራይ ዘለዎ ሻዕብያ ካልእ የብሉን መቐየዲ መእሰሪ ገለገለ ከምታት ሕጊ ክህልዎ ክእል እዩ እዚ ድማ ብምሉእ ሕጂ እናተወርሰ ይኸይድ ስለ ዘሎ እቲ ሓደጋ እዚ እዩ ክብል ደልየ ተንኪው ፅን ኢልኩም ስለ ዝሰማዕኹምኒ ክቡራት ኣሕዋት ሰላም